ሎሚ ሓምሻይ ክፋልና ኢና ንርኢ ዘለና ንሪኦ ዘለና ከዓ ኣርእስቲ ኣይትረስዕዎ እንታይ ዝብል እዩ መፅሓፍ ቅዱስ ከፋፊልካ ወይ መቃቂልካ ምርዳእ ዝብል ኣርእስቲ ሒዝና ኢና ንኸይስ ኣለና ሕጂ ካብ ምንታይ ኢና ጀሚርና ብሉይ ኪዳን ሓድሽ ኪዳን እቲ እንታይ ኢልና ኢና ንርኢ ዘለና ሓድሽ ኪዳን ካብኡ ኢና ጀሚርና ሓድሽ ኪዳን ብሉይ ኪዳን ኣብዚ ኣብ ዓበይቲ ነገራት እንተኸፊልናዮ እቲ ድሕሪ ዘሎ ክንከፍሎ ኣይሸግረናን እዩ ማለት እዩ ሓድሽ ኪዳን እንታይ እዩ? ጸጋ። ብሉይ ኪዳን ሕጊ። ብሉይ ኪዳን ንመን ተዋህበ ኪዳን እዩ? ብሉይ ኪዳን ንመን እዩ ተዋሂቡ? ኣብኡ እዩ ክፍታሕ ዘሎ። ሕጂ ኣብ ዝሓለፈ ክፋላተ እውን ብዙሕ ተዛሪበሉ ኣለኹ። ነገር ግን ሎሚ ብቐንዱ ኣብዚ ፀቒጠ እየ ክዛረብ። ንመን እዩ ብሉይ ኪዳን ዝበሃል እቲ ሽዱሽተ ሚእትን ዓሰርተ ሰለስተን ትእዛዛት ወይ ከዓ ሕጋጋት ንመን ዘተኮረዩ ንመን እተዋሃበዩ ብመንከ ተዋሂቡ ስለምንታይከ ተዋሂቡ ዓላማ ናይ ሕጊ እንታይ እዩ ዝብል ሎሚ ኣብዚ ድህሰሳ ክንገብር ኢና ምላኽ ከዓ ክረዳና እዩ እምበኣር እዚ ነገር እዚ ሃዋርያ ጳውሎስ ብግልፂ ስለ ዝፀሓፈልና መፅሓፍ ሮሜ ሎሚ ኣብ መፅሓፍ ሮሜ ምዕራፍ ሓደ ምዕራፍ ክልተ ምዕራፍ ሰለስተ ካብ ካልእ እውን ግዜ እንተለና እንዳጠቐስና ሕጊ ስለምንታይ ተዋሂቡ ንመን ተዋሂቡ ስለምንታይ ተዋሂቡ ዓላማ ናይ ሕጊ ከ እንታይ እዩ ዝብል እዚ ነገር እዚ ክነልዕል ኢና ማለት እዩ ሃዋርያ ጳውሎስ ሮሜ መጽሓፍ ሮሜ እንተሪኢኹሞ መጽሓፍ ሮሜ ክጽሕፈሎም ከሎ ፈለማ ኣብቲ ናተይ ሓሳብ ክኣቱ ካብ ፍቕዲ 19 ምዕራፍ ሓደ ካብ ፍቕዲ 19 ንመን እዩ ዝዛረብ ንመን ዘተኮረ እዩ ሓሳብ እንተኢልና ንኣህዛብ ዘተኮረ ንኣህዛብ ዘተኮረ ኣምላኽ ንዘይብሎም ነቲ ብባህሪኡ እተገለጸ ኣምላኽ ንዝኽሕዱ እደ ጸሓፊ እዩ ናብ ኣሕዛብ ዝዛዘወ ጽሑፍ እዩ ካብ ዓሰርተ ትሽዓተ ክሳዕ ምዕራፍ ክልተ ምሉእ ማለት እዩ ምዕራፍ ክልተ ከዓ ሙሉእ እቲ ሓሳብ እንተሪኢኹሞ እቲ ፍሰት ሓሳቡ እንተሪኢኹሞ ናብ ኣይሁዳውያን ዝዛዘወ ስለ ኣይሁዳውያን እዩ ዝዛረብ ንኣይሁዳውያን እዩ ዝዛረቦ ኣብ ምዕራፍ ሰለስተ ሰጊሩ እንታይ ይብል? ኣብቲ ሓሳበይ ቅድሚ ምእታወይ እቲ ፍሰት ሓሳብ ከርእየኩም ስለ ዝደለኹ እንታይ ይብል? ኣህዛብ ኮነ ኣይሁድ ትሕቲ ሓጢኣት ምዃኖም ትሕቲ እንታይ ምዃኖም ትሕቲ ሓጢኣት ምዃኖም ወይ ከዓ ሓጥኣን ምዃኖም ኣቐዲምና ከሲስና ኣለና ይብል ኣቐዲሙ ኣበየ ሕጂ ከሲሶም እንተኢልና ምዕራፍ ሓደ ንኣሕዛብ ከሲሶም ምዕራፍ ክልተ ናይዳውያን ከሲሶም ኩሎም ኣብ ትሕቲ ሓጢኣት ምዃኖም ኩሎም ሓጢኦም ክብሪ ኣምላኽ እውን ከም ድሰኣኑ እዩ ዝገልጸሎም ማለት እዩ ተረዲኹምኒ ክብሪ ንኣምላኽ እዩ ስለዚ ኩሎም ሓጢኣተኛታት ከም ዝኾኑ ሓደ እኳ ጻድቕ የልቦን ሓደ እኳ እንታይ የልቦን ጻድቕ የልቦን እስከ ምዕራፍ ሰለስተ ከም በልኩም ምዕራፍ ሰለስተ ሮሜ ምዕራፍ ሰለስተ ካብ ፍቕዲ ትሽዓተ እንታይ ደኣ እዩ ካባታቶም ንሕሸዶ ኣለና ሓንቲ እኳ ኣይሁድ ኮነ ወይስ ጽርኣውያን ጽርኣውያን መን እዮም ኣሕዛብ እዮም ኩላቶም ትሕቲ ሓጢኣት ምዃኖም ቅድም ከሲስና ኣሎና ኣበይ ከሲሶም ምዕራፍ ሓደ ምዕራፍ ክልተ ምዕራፍ ሓደ ኣሕዛብ ምዕራፍ ክልተ ከዓኒ ናይዳውያን ኩሎም ትሕቲ ሓጢኣት ምዃኖም እንታይ ጌርና ኣለና ገሲስና ኣለና ከምኡ እውን ፅሑፍ ኣሎ ሓደ እኳ ሓደ እኳ ፃድቕ የልቦን ሓደ እኳ እንታይ የልቦን ጻድቕ የልቦን። ጻድቕሲ ኣብ ምድሪ ኣብ ምድሪ ኣብ ትሕቲ ሰማይ ሓደ ሓደ ሓደ እኳ እንታይ የልቦን ጻድቕ የልቦን ጻድቕ የልቦን ንጹህ ቅዱስ የልቦን ሓጢኣት ዘይተንከፎ ኣብ ሓጢኣት ዘይተጨማለቐ ሓደ እኳ ዘስተብህል የልቦን ሓደ እኳ ንኣምላኽ ዝደልዮ የልቦን ኩላቶም ዘንበሉ ኩላቶም እውን ሓቢሮም ዘይጠቕሙ ኾኑ ጽቡቕ ዝገብር የልቦን ሓደ እኳ የልቦን ጎረሮኦም ክፉት መቓብር እዩ ብልሳውንቶም ይጥብሩ ኣብ ትሕቲ ከናፍሮም ሕንዚ መንደልቶ ኣሎ ኣፎም መርገምን ምርን እዩ ኣፎም መርገምን ምርን ምሉእ እዩ ኣእጋሮም ንምፍሳስ ደም ቁልጥ ጡፍ እዩ። ኣብ መንገዶም ጥፍኣትን ጸበባን ኣሎ። ንመንገዲ ሰላም ከኣ ኣይደልይዋን እዮም። ኩሎም ሰብ ደበለ ካብ ኣዳም ተፈጥረ ኩሉ ሰብ ንመንገዲ ሰላም ኣይደልን እዩ። ፍርሃት ኣምላኽ ኣብ ቅድሚ የልቦን። ንምፍሳስ ደም ኣእጋሩ ቅልጡፍ እዩ። መን ኣህዛብ ይኹን ኣይሁድ ይኹን ኩሉ ፍጡር ኩሉ ፍጡር ሰብ ሰብ ዘበለ ስጋ ዝለበሰ እቲ ጽሑፍ እውን ይብል እዩ ኢሉ እዩ ዝዛረብ ሕጂ ኣይሁዳውያን ዝምክሕሉ ኪዳን ኣለና ሕጊ ኣለና ኣምላኽ ኣለና ግዝረት ኣለና ኣምላኽ ምሳና እዩ ስለዚ ንሕና ንኣምላኽ ነኽብሮ ኢና ዝብል ትንክሕቲ ፕራውድ ኣብቲ ውሽጦም ስለ ዘሎ ስለ ዘሎ ምዕራፍ ክልተ ሙሉእ ረኣይዎ ናይዳውያን ዝምልከት እዩ ሙሉእ ረኣይዎ እጂ ምስ ኣንጻር ግዜና ክንሪኦ ኣይንኽእልን ከይድኩም ኣንብቦ ናይዳውያን ታርጌት ዝገበረ እዩ ሓጥኣን ምዃኖም ድኹማት ምዃኖም ንሕጊ እውን ይገብርዎ ከምዘየለዉ እናበለ ንሕጊ ከም ዘፍረሱ ኣይትስረቑ እዮም ዝብሉ እምበር ባዕሎም ከም ዝሰርቁ ኣይትመንዝሩ እዮም ዝብሉ እምበር ባዕሎም ከም ዝምንዝሩ ኣብ መንጎ ኣህዛብ እውን ንኣምላኽ ከም ዘጽርፍዎ እናበለ ብሕጊ ገይሩ ይኹንኑ ንኣህዛብ ከዓኒ ምዕራፍ ሓደ ረኣይዎ ንኣህዛብ ከዓ ምዕራፍ ሓደ ረኣይዎ ካብ ፍቕዲ ዓሰርተ ሸዓተ ቁጥዓ ኣምላኽ ካብ ሰማይ ኣብቶም ንኣምላኽ ደይእዘዙ ሰባት እንታይ ይገብር እዩ ይገልጽ እዩ ይግለጽ እዩ እናበለ ንኣሕዛብ ዝምልከት እዩ ዝዛረብ ስለዚ ንኹሎም ኣብ ትሕቲ ሓጢኣት ይዓጽዎም ብምንታይ ብሕጊ ገይሩ ኣይገበርኩሞን ኣይፈጸምኩሞን ንኣምላኽ ተኽብሮ የሎ በዚ ነገር እዚ ድማ ቁጥዓ ኣምላኽ ኣብ ልዕሌኹም ክመጽእ ይኽእል እዩ ካብዚ ቁጥዓ ተምልጠሉ መንገዲ መን ጥራይ እዩ ሓድሽ ኪዳን ወይ ከዓ ክርስቶስ እዩ ወይ ፀጋ እዩ ስለዚ ንኩሎም ሀ ሕጊ እንታይ ገይርዎም እምበኣር ሕጊ ዝበሃል ንምንታይ መፅኡ ለበራቶሪ ሕጊ ሓጢኣት ከፍልጥ እዩ መፅኡ ድኻም ከፍልጥ እዩ መፅኡ ሰብ ድኹም ምዃኑ ውዱቕ ምዃኑ ከፍልጥ እዩ መፅኡ ሕጊ ለው ሕጊ ንምንታይ መፅኡ ሰብሲ ብዘይ ክርስቶስ የሱስ ወላ ሓንቲ ክገብር ከም ዘይክእል ክድሕን ከም ዘይክእል ክፍልጥ እዩ መጺኡ ሰብ ንሕጊ ክፍጽሞ ከም ዘይክእል ሰብ ኣብ ቅድሚ ኣምላኽ ብቑዕ ክኸውን ከም ዘይክእል ጻድቕ ክኸውን ከም ዘይክእል ቅዱስ ክኸውን ከም ዘይክእል ከፍልጥ እዩ መጺ ሕጊ ከሲስና ኣሎና ከሲስና ኣሎና ኣብ ኣሕዛብ ኮነ ኣብ ኣይሁድ ጻድቕ የልቦን ጻድቕ የልቦን ኩሉ ሓጢኡ ክብሪ ኣምላኽ ስኢኑ እዚ ቃል እዚ ኣብ ብሉይ ኪዳን እዩ ኣብ ሓድሽ ኪዳን ሕጂ ብክርስቶስ የሱስ ዝኣመነ ኩሉ ጸዲቑ ክብሪ ኣምላኽ ድማ ተመሊስዎ ክብሪ ኣምላኽ ድማ ረኺቡ እዩ ኩሉ ሓጢኡ ማለት ቅድሚ ክርስቶስ ማለት እዩ ክብሪ ኣምላኽ ድማ ስኢኑ ዝያዳ ክሰጅ ኩሉ ሓቂ እዩ ቁጣ ኣምላኽ ፍርዲ ኣምላኽ ድማ ኣብ ልዕሊኡ ክመጽእ እዩ ይምልከቶ እዩ ከምልጥ ኣይክእልን እዩ ካብ ፍርዲ ኣምላኽ ካብ ቁጣ ኣምላኽ ዘምልጥ ጽድቂ የይብሉን ሕጊ ኸመይ ዝብለካ ክዓጹ እዩ መጺ ሕጊ ከንብበልኩም እየ ትሕት ኢለ ሕጊ ክዓጹ እዩ መጺ ሕጊ ከፍልጥ እዩ መጺ እንታይ ክገብር መጺ ሕጊ ሓጢኣት ከፍልጥ ሰብ ድኹም ምዃኑ ክገልጽ ሰብ ሓጥእ ምዃኑ ክገልጽ ሰብ ንኣምላኽ ከኽብር ከም ዘይክእል ክገልጽ ሕጊ ከጽድቕ ኣይመጽን ሕጊ ክቕደስ ኣይመጸን። ሕጊ ሓራ ክገብር ኣይመጸን። ሕጊ ክኹንን ይመጽ። ሕጊ ኣርዑት ክኸውን ይመጽ። ሕጊ ድኻም ሰብ ክገልጽ ይመጽ። ንመንገዲ ሰላም ከዓ ኣይፈልጥዋን እዮም ምስ በለ 18 30 18 ኣብ ቅድሚ ዕንተ እውን ፍርሃት ኣምላኽ የልቦን 19 ሕዘኒ ሕጂ ግናኸ ኢሉ ግና ግናኸ ኩሉ ኣፍ ኩሉ ኣፍ ማለት ሰብ ደበለ ማለት ሰብ ደበለ ኣይሁዳዊ ይኹን ኣህዛብ ይኹን ፅርኣዊ ይኹን ለባም ይኹን ዓሻ ይኹን ምሁር ይኹን ማለት ዘይተምሃረ ይኹን ኩሉ ኩሉ ኣፍ ዝዛረብ ኣፍ ምእንቲ ክዕፆ ትንክዕቲ መታን ክዕፆ ምእንቲ ክዕጾ ኩላ ዓለም እውን ኩላ ዓለም ማለትስ ብዛዕባ ሰብ ይዛረብ ዘሎ ኩላ ዓለም እውን ትሕቲ ፍርዲ ኣምላኽ ክትኸውን እሲ ትሕቲ እንታይ ክትኸውን ትሕቲ ፍርዲ ኣምላኽ ኣምላኽ ክፈርደካ ይኽእል እዩ ማለት ትሕቲ ፍርዲ ኣምላኽ ምእንቲ ክትኸውን እሲ እቲ ሕጊ ዝብሎ ዘበለ ነቶም ኣብ ትሕቲ ሕጊ ዘለዉ ከም ዝዛረቦም ንፈልጥ ኢና ንምንታይ ድዛረብ ኣፍ ክዕጾ እዩ ድዛረብ ይኽእል እየ ጻድቕ እየ ቅዱስ እየ ንኣምላኽ ኣስሚረዮ እየ ኣይሁዳዊ እየ ጽርኣዊ እየ ገለመለ ዝብል ኣፍ ትንክሕቲ ፕራውድ እሱ መታን ክዕጾ ትሕቲ ፍርዲ ኣምላኽ መታን ክትኸውን ሕጊ ንቶም ኣብ ትሕቲ ሕጊ ዘሎ እንታይ ገብሮም ከም ዝዛረቦም ንፈልጥ ኢና ከም ይዛረቦም እዩ ሓቀይ እንታይ ኢሉ ከም ዝዛረቡ ተመልክት ሕጂ ዕስራ ሕግስ ኢሉ ሕግስ እንታይ ዝገብር ሓጢኣት እዩ ዘፍልጥ እምበኣር ሕጊ ንምንታይ ተዋሂቡ ንምንታይ ተዋሂቡ ሓጢኣት ከፍልጥ ኣብርሃም ሓጢኣት ኣይፈልጥን እዩ ነይሩ ሕራይ ሕጊ ከይመ እንታይ ኢሉ መጽሓፍ ቅዱስ ሮሜ ሓምሻይ ምዕራፍ ራዩ ሮሜ ሓምሻይ ምዕራፍ ዓሰርተ ክልተ ሮሜ ሓምሻይ ምዕራፍ ዓሰርተ ክልተ ስለዚ ኸ ከምቲ ብሰርሕ ሓደ ሰብኣይ ሓጢኣት ናብ ዓለም ዝኣተወ ብሓጢኣቱ ሞት ኩላቶም ስለ ዝበደሉ ድማ ሞት ናብ ኩሉ ሰብ ሓለፈ ሕጊ ክሳዕ ዝመጽእ እንታይ ክሳዕ ዝመጽእ ሕጊ ክሳዕ ዝመጽእ ሓጢኣት ኣብ ዓለም ነበረ ሓጢኣት ነይሩ እዩ ሓጢኣት ነይሩ እዩ ኣብ ውሽጢ ሰባት ሓጢኣት ነይሩ ኣብ ውሽጢ መንፈስ ሰባት ሓጢኣት ነይሩ ኣብ ነብሶም ኣብ ስጎም ሓጢኣት ነይሩ ዓለም ብሓጢኣት ተባላሽያ ነይራ ነገር ግን ተመልከት ሕጂ ተመልከት ኩላቶም ስለ ዝበደሉ ድማ ሞት ናብ ኩሉ ሰብ ሓለፈ ሕጊ ክሳዕ ዝመጽእ ኢልካ ሕጊ ክሳዕ ዝመጽእ ሓጢኣት ኣብ ዓለም ነበረ ኣብቲ ሕጊ ዘይብሉ ግና ኣብኡ ሓጢኣት ኣይቁጸርን እዩ ሪኸዶ እታ ነጥቢ ሕጊ እንተዘየለ ሕጊ ንብሎ ዘለና እንታይ ብሉይ ኪዳን እዩ ብሉይ ኪዳን ኣይናይ እቲ ኣብ ከረንሲና ብሙሴ እተዋሃበ ኪዳን ሽዱሽተ ሚእትን ዓሰርተ ሰለስተን ሕጋጋት እዚ ሕጊ እዚ ሕጊ እዩ ማለት እዩ ስለዚ ሕጊ ቅድሚ ምምፅኡ ሓጢኣት ነይሮ ኣብ ዓለም ነገር ግን ኣብቲ ሕጊ ኣብ ዘይብሉ እንታይ ይቁፀርን እዩ እንታይ ይቁፀርን እዩ ሓጢኣት ኣይቁፀርን ኣሎ እኮ ኣሎ እኮ ዝግበር ዘሎ እኮ ሓጢኣት እኮ እዩ ኣብ ውሽጢ መንፈሶም ዘሎ ሓጢኣት እኮ እዩ ነገር ግን ቆጻሪ የለን፣ ሚዛን የለን፣ ዘርእዮም የለን፣ ላቦራቶሪ የለን። ሓደ ሰብ ንምሳሌ ኣብ ውሽጡ ኤች ኣይቪ ክህልዎ ይኽእል እዩ። እንተዘይተመርሚሩ ግና ኤች ኣይቪ ኣለዎ ዶ የብሉን ኣይፍለጥን እዩ። ኣብ ውሽጡ ሽኮርያ ክህልዎ ይኽእል፣ ነገር ግን ሽኮርያ ኣለዎ ዶ የብሉን ከይተመርመረ ክፍለጥ ኣይክእልን እዩ። ሪኹሞ ኣብ ዓለም ቅድሚ ሕጊ ምምፅኡ ቅድሚ ሕጊ ብ- ብሙሴ ብም- ብምውሃቡ ኣብ ከረንሲና መን ነይሩ? ሓጢኣት ነይሩ ብኣዳም ጀሚሩ ብሓጢኣት ድማ ኣብ ሞት ይገዝእ ነይሩ ነገር ግና ሕጊ ስለ ዘይመፀ ሕጊ እቲ ሚዛን ስለ ዘይተዋህበ እቲ ላቦራቶሪ ስለ ዘይተዋህበ ክቑፀር ኣይክእልን እዩ ዳስዋይ ኣምላኽ ኣብርሃን ክሱ ከሎ ኣብርሃን ክሕሱ ከሎ ንምንታይ ሓሲኻ ኣይበሎን ንምንታይ ኣይትሓሶ ኣይበሎን ካብ መጀመርታ ኣይትሓሱ ዝብል ሕጊ ኣይተዋሃቦን ኣይተዋሃቦን ስለዚ ሓሲኻ ከምዚ ጌርካ ኣይበሎን ተረዲኹሞ ብኻልእ ኣዘራርባ ቅድሚ ዘጸኣት ዓሰርተ ትሽዓተ ሕጊ ድበሃል የለን። ሄሎ ቅድሚ ዘጸኣት ዓሰርተ ትሽዓተ ሕጊ ድበሃል የለን። ሕጊ ኣብ ከረንሲና ኣብ ዘጸኣት ዓሰርተ ትሽዓተ እዩ ተዋሂቦም ዓሰርተ ትእዛዛትን ተወሳኺ ሽዱሽተ ሚእትን ሰለስተን ሕጋጋት ድሕሪ ሕጊ ድቁፀር ድሕሪ እቲ ብሉይ ኪዳን ዝበሃል እሱ እቲ ብሉይ ኪዳን ዝበሃል ሕጊ ከይተዋሃበ መን ኣይቁፀርን እዩ ሓጢኣት ኣይቁፀርን ሕጊ ቆፃሪ ናይ ሓጢኣት ሕጊ ቆፃሪ ናይ ሓጢኣት ስለዚ ሕጊ ከይመፀ ከሎ ሓጢኣት ነይሩ ነገር ግን ሓጢኣት ዝቆፅር ስለ ዘየለ ኣይቁፀርን እዩ ሓሲኻ ሰሪቅካ ዞሚኻ ድብል የለን ስለዚ ሕጊ ንምንታይ ተዋሂቡ እንተኢልና ሓጢኣት ሓጢኣት ክቖጽር ሓደ ሓጢኣት ክቖጽር የጽሓፉለይ የጽሓፉለይ ሓጢኣት ክቖጽር ክልተ ሓጢኣት ክዕዝዝ ክዕዝዝ ማለት ማለት እዩ ብካልእ ኣዘራርባ ሓጢኣት ከብዝሕ ክልተ ሓጢኣት ኣገብር ሕገ መፅኡ ከብዝሕ ሓጢኣት ክቆፅር ሓጢኣት ከብዝሕ ሓጢኣት ከፍልጥ ሳልሰይቲ ሓጢኣት ከፍልጥ ራብዓይቲ ሓጢኣት ክገልፅ ሓጢኣት ክገልፅ ሓጢኣት ክገልፅ ራብዓይቲ ሓምሻይቲ ሓይሊ ናይ ሓጢኣት መታን ክኸውን ሓምሻይቲ ሓይሊ ናይ ሓጢኣት ክኸውን ሕጊ ሓይሊ ሓጢኣት እዩ ምሽ ኢሉ ቆሮንቶስ ዓሰርተ ሓሙሽተ ሓምሳን ሓደን ሓምሳን ሓደ ሓምሳን ኣርባዕተን ኣይ ቲንክ ሓይሊ ሓጢኣት ክኸውን ስለዚ እኮ እንታይ ድብለና ሮሜ ሮሜ ሻድሻይ ምዕራፍ ዓሰርተ ኣርባዕተ እንታይ ድብለና ኣብ ትሕቲ ጸጋ እምበር ኣብ ትሕቲ ሕጊ ስለ ዘይኮንኩም መን ኣይመልከኩምን እዩ መን ኣይመልከኩምን እዩ ሕጊ ሕጊ መኣስ እዩ ድመልኽ? መኣስ እዩ ኣቕረይታ መኣስ እዩ ሓጢኣት መኣስ እዩ ድመልከካ? ሓጢኣት መኣስ እዩ ንሰብ ዝመልኮ? ሕጊ እንተሎ ሕጊ እንታይ እዩ? ሓይሊ ሓጢኣት ኢምፓወር ይገብሮ ነቲ ሓጢኣት ኣበሳ ምእንቲ ክዕዝዝ ይብለና ገላትያ ሳልሳይ ምዕራፍ ከብ ፍቕዲ 19 ራዩ ሕጊ ዳ ንምንታይ ኣበሳ ምእንቲ ክዕዝዝ ተወሰኸ ክዕዝዝ ማተባት ከብዝሖ ነቲ ኣበሳ ክገልጾ ሻይን ኣወት ክገብሮ ካብ ውሽጥኻ ክገልጾ ላቦራቶሪ ይበሃል ኣዘረባ ዓላማ እየ ዝነግረኩም ዘለኹ ሕጂ ናይ ሕጊ ዓላማ ብመሰረቱ ከፅድቅ ክቅድስ ከንስህ ገለ ዘይኮነ ሓጢኣት ማልትፕላይ ክገብሮ ንሓጢኣት ከብዝሕ እዩ መፅኡ ሓይሊ ሓጢኣት ክኸውን እዩ መፅኡ እዚ ማለተይ ማለት ይመስለካ ካልእ ኣዘራርባ ሰብ ዝበሃል ሰብሲ እንታይ ይገብርን እዩ ሓጥእ ምዃኑ ኣይፈልጥን እዩ ሰብ እንታይ ምዃኑ ኣይፈልጥን እዩ ሓጥእ ምዃኑ ድኹም ምዃኑ ርጉም ምዃኑ ሕሙም ምዃኑ ሲኦል ከም ዝምልከቶ ፍርዲ ከም ዝምልከቶ ኣብ ከቢድ ቦታ ከም ዘሎ ኣብ ዓዘቕቲ ከም ዘሎ ኣብ ሓጢኣት ከም ዘሎ ንኣምላኽ እውን ይብድል ከም ዘሎ ኣይፈልጥን እዩ ኦኬ ስለዚ መን ክመፅ ኣለዎ ዘፍልጥ ሓጢኣት ደፍል ምክንያቱም እዚ ሕሙም ምዃንካ ዘይትፈልጥ እንትኾንካ ሕሙም ምዃንካ ደፍልጠካ ይመፅእ ኣለዉ ኣብ ህልም ዝበለ ገደል ከሎሲ ኣብ ገደል ከም ዘሎ ይፈልጥን ኣብ ዝርምሰስ ፀለማት ከሎ ኣብ ፀለማት ከም ዘሎ ይፈልጥን ሓጢኣት እናገበረ ሓጢኣት ይገብር ከም ዘሎ መን ነጊርዎ ስለዚ ሕጊ ሓጢኣት ከፍልጥ እዩ መፂኡ ሕጊ ሓጢኣት ከፍልጥ እዩ መፂኡ ብሉይ ኪዳን ሓጢኣት ከፍልጥ እዩ መፂኡ ራይ ሓጢኣት ከፍልጥ እዩ መፂኡ መን ኢሉ ጳውሎስ ጳውሎስ ይብል ኣሎ ብሩኽ ግናኻ ኩሉ ኣፍ ምእንቲ ክዕፆ ኩሉ ዓለውን ትሕቲ ፍርዲ ኣምላክ ክትኸውን እቲ ሕጊ እቲ ሕጊ ዝብሎ ዘበለ ነቶም ኣብ ትሕቲ ሕጊ ዘሎ ከም ዘረቦም ንፈልጥ ኢና ምስ በለ ሕግስ ሓጢኣት እዩ ዘፍልጥ የኻለ ኢኻ ሕጊ እንታይ ዘፍልጥ ሓጢኣት እዩ ዘፍልጥ እሞ እሞ ስለዚ ስጋ ዝለበሰ ኩሉ ሕጂ ስጋ ለቢስካ ዲኻ ይለበስካን እስኪ ቸክ ግበሮ ኣብቲ ጎድናኻ ዘሎ ስጋ ዲኻ ደላ ማለት ከምዚ ኣብ ስጋ የለኹን ከይብለና ማለት እዩ ኣበይ ኣለኻ ኣብ ምንታይ ኢኻ ዘለኻ ስጋ ኣለካ ዶ ይብልካን ኣብ ስጋ ዲኻ ዘለኻ ስጋ ለበስ ዲኻ ስጋ ለበስ እንተኾይንካ ሕጂ እንታይ ይብለካ ኣሎ ሕጊ ስለዚ ስጋ ዝለበሰ ኩሉ ስጋ ዝለበሰ ኩሉ ኣብ ቅድሚኡ ኣብ ቅድሚ መን እዛ ኣብ ቅድሚኡ ትብል ኣብ ቅድሚ ኣምላኽ ማለት እዩ ኣብ ካልእ ቨርዥን ብግልፂ ኣብ ቅድሚ ኣምላኽ እያ ትብል ቢፎር ኦፍ ጋድ እያ ትብል ኣብ ቅድሚ ኣብ ቅድሚ ኣምላኽ ራይ ኣብ ቅድሚኡ ብግብሪ ሕጊ ዝጸድቕ የልቦ እንታይ ማለት እዩ ንሕጊ ሕጊ ግበር እዩ ዝብለካ ኣይኮነ ኣይትስረቕ ይብለካ ኣይትዘሙ ይብለካ ኣይትሓሱ ይብለካ ኣይትምነ ይብለካ ከም ዘይትግበር ይብለካ ስለዚ ነዚ ኣይትግበር ዝብሎ ቃላት ፈጺሙ ክጸድቕ ዝኽእል የልቦን እንታይ እንተኾይኑ ሰብ እንተኾይኑ ስጋ ለበስ እንተኾይኑ ጳውሎስ ንምንታይ ዝዛረብ ኣሎ ናብ ክርስቶስ መታን ከምጽኦ ምሉእ ብምሉእ ካብ ሕጊ ክናጎፍ ኣሎ ካብ ኣንነት ክናጎፍ ኣሎ ንገብር ኢና ካብ ዝብል ኣተሓሳስባ ክናጎፍ ኣሎም ኣይክእልን እየ ክብሉ ኣለዎም ኣነ ኣይክእልን እየ ባዕለይ ክጸድቕ ባዕለይ ክቕደስ ባዕለይ ምስ ኣምላኽ ክነብር ኣይክእልን እየ ስለዚ መድሓኒ የድልየኒ እዩ ወንጌል የድልየኒ እዩ ክራይስት የድልየኒ ክርስቶስ የድልየኒ ክብሉ ኣለዎም ከምኡ ክብሉ እንተኮይኖ ከዓኒ ክፈልጡ ኣለዎ ሓደ ሰብ ሓጢኣቱ ክእመን እንተኮይኑ እኳ ሓጢኣተኛ ምዃኑ ክእመን ኣሎ ፈልጥ ኣሎ ስለዚ ኣይክእልን እየ ከብሎም ይደልዩ ሃዋርያ ጳውሎስ በቃ ኣይክእልን እየ መታን ክብሉ እቲ ናይ ሕጊ ንምንታይ ከም ድመፀ ስለምንታይ ከም ድመፀ ኣብ ቅድሚ ሕጊ ብሕጊ ድማ ኣብ ቅድሚ ኣምላክ ክጸድቕ ዝኽእል ሰብ ፍጡር ወይ ከዓ ስጋ ዝለበስ ከም ዘየለ ይነግሮም ኣሎ ሕግስ ሓጢኣት እዩ ዘፍልጥ እሞ ስለዚ ስጋ ዝለበሰ ኩሉ ኣብ ቅድሚኡ ብሕግብር ብሕጊ ጸድቕ የልቦን ምስ በለ ሕጂ ግና ይብል ሽዑ ናብ ሓድሽ ኪዳን ይመጽእ ናብ ክርስቶስ ይመጽእ ሕጂ ግና ሕጂ ግና እስከ በሉ በልዋ ደኣ ሕጂ ግና ሕጂ በት ናው ሪኹሞ እቲ ዝሓለፈ እዩ ክዛረብ ጸኒሑ ማለት እዩ ቅድሚ ክርስቶስ ቅድሚ መስቀል እዩ ክዛረብ ጸኒሑ ቅድሚ መስቀል ዘሎ ህይወት እዩ ክዛረብ ጸኒሑ በት ናው ኢሉ ይጅምር ሽዑ ሓድሽ ኪዳን ሕጂ ግና እቲ ብሕግን ነቢያትን እተመስከረሉ ጽድቂ ኣምላኽ ሕጊ ስለመን እዩ ድምስክር? ስለ ክርስቶስ። እተን ጽሑፋት ብዛዕባ የን ድምስክራ ኢሉ እተን ጽሑፋት ሕጊ ኮነ ነቢያት ኮነ መዛምራን ኮነ ታሪኽ ኮነ ስለመን እዩ? ስለመን እዩ? ስለ ክርስቶስ እዩ። ሕጂ ግና ዘገርም ነገር እኮ ሕጂ ግና እቲ ሕግን ነቢያትን ዝመስከረሉ ጽድቂ ኣምላኽ ጽድቂ ኣምላኽ መን እዩ ብሩኻት መን እዩ ጽድቂ ኣምላኽ ክርስቶስ እኮ እዩ ጽድቂ ኣምላኽ ንሕና ጽድቂ ኣምላኽ ምእንቲ ክንከውን ነቲ ሓጢኣት ዘይፈለጠ ወዱ ኣብ ክንዳና ኣብ ክንዳና እንታይ ገበሮ እዩ ዝብል ኣብ ክንዳና ሓጢኣት ገበሮ እኮ እዩ ዝብል ንሕና ጽድቂ ኣምላኽ መታን ክንከውን ንሕና ናይ እግዚኣብሔር ጽድቂ መታን ክንከውን ኣብ ክንዳና ክርስቶስ እንታይ ኮይኑ ሕጂ ፈጺምና ንሕና ሓጣን ኣይኮናን ማለት ኣይኮናን ንሕና እንታይ ኢና ጻድቃን ኢና ኣብ ቅድሚ ኣምላኽ ጻድቃን ኢና ክብሪ ንኣምላኽ ይኹን ሓጢኣት እንተጌርናኸ ብገለ እንተተጋጊና ንጋገ ኣለና ሓቀይ ክንደይ ግዜ ንወድቕ ኢና ሓቀይ እንዴ ጊዜ ነጋገይ ንሓቄ ሓቄ ዴ ወይስ ያ እሞ በቃ በገለ ኣጋጣሚ ሓጢኣት እንተጌርናኸ እንታይ ንኸውን እንታይ ንኸውን ኦኬ ሃራይ ምሳሌ ገይረ ከረዳእኩም ሕጂ ኣብ ጭቃ እንተወዲቕኩም እንታይ ትኾኑ ንስኹም ንበል እሞ ክዳንኩም ኣፅሪኹም ሓፂብኩም ኣፀዓዲኹም ፀሪኹም ፏሕ ኢልኩም ናብ ዝኾነ ቦታ ትኸዱ ኣለኹም ንበል ኣብ መንገዲ ሸተት ኢልኩም ወዲቕኩም ኣብ ጭቃ ሙሉእ ብሙሉእ ክዳውንትኹም ተበላሽ እንታይ ትኾኑ ማለት ሲ ሰብ ምዃንኩም ይተርፈኩም ድዩ ጭቃ ብምፅያቅኩም ሲ ሰብ ምዃንኩም ይተርፈኩም ኣይተርፈኩም ድዩ ኣብ ጭቃ ስለ ዝወደቕኩም ጭቃይ ትኾኑ ኢኹም፣ ኣብ ማይ ስለ ዝጠሓልኩም ዓሳይ ትኾኑን ኢኹም። ኣይኮነን ሓቀይ ደ ያ ሕጂ ንሕና ከዓኒ ሓጢያ ስለ ዝገበርና ጽድቅና ካባና ክኸይደ ኣይክልን ሓጢያት ሓጢያተኛታት ኮለና ኮይና ጸዲቕና ጸዲቕና ንብል ዘለናስ እንታይ ስለ ዝገበርና ኣይኮናን ጽድቂ ስለ ዝገበርና ኣይኮናን ዝጸደቕና እንታይ እንታይ እቲ እቲ ኣቐዲምና ዝረኸብና ኢና ክንፈጥር ዘለና ብኸመይ ኢና ረኺብናዮ ጽድቂ ጻድቃን ኢኹም ኢሉና ሓቂ መጽሓፍ ቅዱስ ብኸመይ ኢና ጸዲቕና ኦከይ መለኮታዊ ልውውጥ እዩ ማለት እዩ መለኮታዊ እንታይ ተኻይዱ ልውውጥ እንታይ ማለት እዚ ንሕና እንታይ ነርና ሓጥኣን ኣከደ ንሕና ሓጥኣን ነርና ክርስቶስ እንታይ ነይሩ ጻድቕ ኦኬ ክርስቶስ ጻድቕ እንተ ነይሩ እቲ ናቱ ጽድቂ ንዓና እንታይ ገይርና ሂቡና ንሕና ከ እንታይ ሂብናዮ ነቲ ናትና ሓጢኣት ሂብናዮ ኣይኮነን እዚ ካብ ምንታይ ዝካየድ ብእምነት ብእምነት ብጸጋ ይኹም ዝደሓንኩም ኢልካ ሰብ እኮ ስቑኢለ ይድሕን እዩ ዝድሕን እኳ ጻድቕ ስለ ዝኾነ እኮ ሕጂ እስኻ ድሒነ እየ ትብል እንተለኻ ጻድቕ ስለ ዝኾንካ ኢኻ ድሒንካ ሓጥእ ክድሕን ኣይክእልን ንሕና ሙሉእ ጻድቃን ስለ ዝኾንና ሙሉእ ምድሓን ሙሉእ ምቕዳስ ሙሉእ ጽድቂ ረኺብና ኣለና ማለት እዩ ብግብርና ግን ኣይኮነን ብግብሪ የሱስ ጽድቂ ባይዘ ብግብሪ እዩ ዝመጽእ ጽድቂ ብጥርሑ ኣይመጽን እዩ ሄሎ ጽድቂ ብምንታይ ዝመጽእ ብግብሪ ድመጽእ ግን ብናይ መን ግብሪ? ብናይ የሱስ ግብሪ። ብዘይ ምእዛዝ ናይ ኣዳም ብዘይ ምእዛዝ ኣዳም እንታይ ኮይና ንሕና? ሮሜ ሓሙሽተ ራእይዎ ብዘይ ምእዛዝ ኣዳም እንታይ ኮይና? ሓጥኣን ኮይና ብሓንቲ ግብሪ ጽድቂ እኮ እዩ ትብል ኦ ግብሪ ጽድቂ እንታይ እዩ? ብግብሪ እዩ ናትና ግብሪ ግን ጽድቂ ከምጽእ ኣይክእልን ቻይና ክንፈልጣ ዘለና ማለት እዩ እዚ ጽድቂ ናይ መን ግብሪ የምጽዎ ግብሪ የሱስ የምጽዎ ብግብሪ ኣዳም ሓጥኣን ከም ዝኾንና ብግብሪ የሱስ ከዓ እንታይ ኮይና ጻድቃን ኮይና ዊ ኣር ደ ራይቸስ ኦፍ ጋድ ሕጂ እቲ ዝኾንናዮ ጽድቂ ከ እንታይ ዓይነት ጽድቂ እዩ ናይ መልኣኽ ጽድቂ ኣይኮነን፣ ናይ ሰብ ጽድቂ ኣይኮነን፣ ናይ ካልእ ፍጡር ጽድቂ ኣይኮነን፣ ብግብሪ ሕጊ ድመጽእ ጽድቂ ኣይኮነን፣ ሰልፊ ርዋይቸስ ኣይኮነን፣ ጽድቂ ገዛእ ርእስኻ ኣይኮነን። ጽድቂ መን እዩ ጽድቂ እዚ? ጽድቂ ኣምላኽ እስኪ በሉ። ጽድቂ ኣምላኽ እንታይ ማለት እዩ? ኣምላኽ ሕጂ እንታይ እዩ ዘሎ? ኣምላኽ ሕጂ ጻድቕ ድዩ ሓጥእ? ፃድቕ ርግፀኛ ኢኻ? ኣምላኽ እንታይ እዩ? ፃድቕ እዩ። ሕጂ ኣምላኽ ነዛ ፅድቁ እዩ እምበኣር ንዓና ሂቡና ማለት እዩ። ኣምላኽ ሕጂ እንታይ እዩ? ፃድቕ እታ ፅድቁ ንመን ሂቡና? ንዓና። ብመን ግን? ብግብሪ የሱስ። ፅድቂ ብግብሪ እዩ ዝመፅእ ኢለኩም ኣለኹ። ፅድቂ ብግብሪ እዩ ዝመፅእ። ጽድቂ ብስራሕ እዩ ድመጽእ፣ ጽድቂ ብዋጋ እዩ ድመጽእ፣ ጽድቂ ብጻዕሪ እዩ ድመጽእ። ነገር ግን ብናይ መን ጻዕሪ? ብናይ የሱስ ጻዕሪ፣ ብናይ የሱስ ግብሪ፣ ብናይ የሱስ ስራሕ። መን ኢሉ? ጳውሎስ ሓሙሽ ራእዮ ጽድቂ ብግብሪ ድመጽእ እየ ድብለኩም ዘሎ። ጽድቂ ብስራሕ እዩ ድመጽእ፣ ጽድቂ ብጻዕሪ እዩ ድመጽእ። ጽድቂ ከፊልካ ኢኻ ተምጽኦ። ኦኬ ሓሙሽ ራእዩ ግን ኣስተውዕል ኣብዚ ሕጂ መን ዝኸፈሎ ሰብ ግን ክኸፍሎ ይክእል ንፅድቂ እዚ ነዚ ሕጂ ንዛረበሉ ዘለና ፅድቂ ሰብ ከምፁ ኣይክእልን እዩ ስራሕ ሰብ ከምፁ ኣይክእልን እዩ ፃዕሪ ሰብ ከምፁ ኣይክእልን እዩ ኦኬ ግብሪ ሰብ ከምፁ ኣይክእልን እዩ ናትካ ባህሪ ናትካ ከምፁ ኣይክእልን እዩ ነዚ ፅድቂ እዚ ፅድቂ ኣምላኽ ስለ ዝኾነ የሱስ ጥራይ ከምፅኦ ዝኽእል ሮሜ ሓምሻይ ምዕራፍ ሮሜ ሓምሻይ ምዕራፍ ዓሰርተ ሓሙሽተ እንተ ደሊኹም ካብ ዓሰርተ ክልተ ካብ ዓሰርተ ሓደ ክተንቦ ትኽእሉ ኢኹም ኣነ ግን ካብዚ ከም በልኩም ዓሰርተ ሓሙሽተ ሓሙሽተ ዓሰርተ ሓሙሽተ ግና ኸ እቲ ውህበት ጸጋ ክንዲ እቲ ኣበሳ ኣይኮነን ብኣበሳ ሓደ ሰብኣይ ብዙሓት ሞይቶም እዮም እሞ ብኣበሳ ሓደ ሰብኣይ ብዙሓት ሞይቶም እዮም እሞ መን እዩ ሓደ ሰብኣይ ኣዳም እሱ ሓጢኣት ስለ ዝገበረ ንሕና ሓጥኣን ኮይና ወላ ሓንቲ ከይገበርና ኮይ ማለት ገና ኣብ ማህፀን ኣዴና ኮለና ገና ዘርኢ ኮለና ገና ማይ ኮለና ሲ ኣዳም ሓጢኣት ስለ ዝገበረስ ሓጥኣን ኮይና ሄሎ ኣዳም ሓጢኣት ስለ ዝገበረሲ ይብለካ ኣለኹ ሓጢኣት ኮይና ሓጢኣት ጌርና ሓጢኣት ተቖፂሩልና እኮ እዩ እዚ ከይገበርናስ ተቖፂርልና ሓጥኣን እዮም ተባሂሎም ተባሂልና ማለት እዩ ግን ብናይ መን ስራሕ ብናይ ኣዳም ብናይ መን ግብሪ ብናይ ኣዳም ክፉእ ግብሪ ብናይ ኣዳም ኣበሳ ብናይ ኣዳም በደል ንሕና በደለኛታት ብናይ ኣዳም ኣበሳ ንሕና ኣበሰኛታት ብናይ ኣዳም ውድቀት ንሕና ውዱቃት ብናይ ኣዳም መርገም ንሕና ርጉማት ብናይ ኣዳም ሓጢኣት ንሕና ሓጥኣን በቃ ብናይ ኣዳም ተቖፂርና ኣብ ልዕልና ኣቑፂሩልና ማለት ኣዳም ከማይ ዝብለና ዘሎ እዚ ብኣበሳ ሓደ ሰብኣይ እዚ ሓደ ሰብኣይ ኣዳም ይብለኩም ኣለኹ ብዙሓት ሞይቶም እዮም እሞ እቲ ጸጋ ኣምላኽን ውህበቱን ብጸጋ እቲ ሓደ ሰብኣይ እዚ ሰብኣይ ዝመን እዩ ማለት የሱስ ክርስቶስ ኢልካ ናብቶም ብዙሓት እምብዛ ይዓዝዝ እዩ እንታይ ጸጋ ይዓዝዝ ዓሰርተ ሽዱሽተ እቲ ውህበት ከዓ ብመጠን እቲ ሓደ እቲ ውህበት ከዓ ብመጠን እቲ ሓጢኣት ዝገበረ ሓደ ሰብኣይ ኣይኮነ ፍርዲ ካብ ሓደ ንኾነነ መፀ ኻ ንሕና ሓጣን ዝኾንና ሓጢኣት ስለ ዝገበርና ደይኮነስ ኣቦና ሓጢኣት ስለ ዝገበረ እዩ ኣዳም ሓጢኣት ስለ ዝገበረ ንሕና ሓጢኣተኛታት ኮይና ኣዳም እንታይ ስለ ዝገበረ ሓጢኣት ስለ ዝገበረ ንሕና እንታይ ኮይና ሓጢኣተኛታት ኮይና ተኾኒና ፍርዲ ተመልኪትና ሲኦል ተመልኪትና ጥፍኣት ተመልኪትና ብስሪ ኣዳም እቲ ውህበ ጸጋ ግና እቲ ውህበ ጸጋ ግና ሪኸ ብጸጋ ኢና ጸዲቕና ማለት እዩ ሕጂ እቲ ጽድቂ ዝበሃል እቲ ውህበት ዝበሃል እቲ ጸጋ ዝበሃል ንዓናይ እምበር ንኣምላኽ ስራሕ እዩ። ንየሱስ ክሳዕ ሲኦል እዩ ኣኽፊልዎ እዚ ጽድቂ እዚ እዚ ጽድቂ ንክመጽእ ታራ ጽድቂ ኣይኮነን ናባና መጽ ሄሎ ብኸምኡ ኣይኮነን ናባና መጽ ብኽፍሊት እዩ መጽ ዋጋ ኣኽፊልዎ እዩ ንየሱስ ክሳዕ ሲኦል ኣውሪድዎ እዩ ንየሱስ ንየሱስ ኣሳቒይዎ እዩ ንየሱስ ሓዲግ ሰማይ ሓዲግ ምድሪ ክንጥልጠል ገይርዎ እዚ ጽድቂ እዚ እዚ ጸጋ ክንቕበል ንዓና ብኸምኡ ተዋሂቡና ንዓና ብኸምኡ ተዋሂቡና ንዓና ብዘይ ዋጋ ተዋሂቡና ንዓና ብዘይ ክፍሊት ተዋሂቡና ንዓና ብዘይ ምውራድ ብዘይ ምድያብ ተዋሂቡና ጽድቂ እዚ ንየሱስ ግን እቲ ኹሉ ኣኽፊልዎ ንየሱስ ኣውሪድዎ ንየሱስ ኣደይብዎ ንየሱስ ቀቲልዎ ንየሱስ ኣሳቂዎ ንየሱስ ዕርቃን ኣትሪፍዎ ንየሱስ ኣዋሪድዎ ንየሱስ ኩሉ ንክሳዕ ሲኦል ኣውሪድዋ። እዚ ጽድቂ ን- እዚ ጽድቂ ንምምጻእ ዋጋ ተኸፊሉ እዩ፣ ግብሪ ተኸፊሉ እዩ፣ ስራሕ ተሰሪሑ እዩ፣ ጻዕሪ ተጻዒሩ እዩ ማለት እዩ። እዚ ጽድቂ ኣምላኽ ናባና ክንመጽእ ብኸምኡ ዝመጸ ጽድቂ የለን፣ ብዘይ ዋጋ ዝመጸ ጽድቂ የለን። ኣባና ክመጽእ ከሎ ግን ንሕና ክንከፍሎ ስለ ዘይንኽእል ብኸምኡ ተዋሂቡና ብዘይ ዋጋ ተዋሂቡና ብዘይ ክፍሊት ተዋሂቡና። ክብርን ኣምላኽ ይኹን። ምጽዳቕ ይኹሞ እቲ ውህበ ጸጋ ግና ካብ ብዙሕ ኣበሳ ብዙሕ ኣበሳ ዝገበረ መን እዩ? ንሕና ካብ ብዙሕ ኣበሳ ንምጽዳቕ መጸ። ጽድቂ ማለት እንታይ ማለት እዩ? ጽድቂ ማለት ኣብ ቅድሚ ኣምላኽ ብዘይ ሕፍረት ኦኬ ብዘይ ምሽምቓቕ ንጹህ ኮይንካ ምቛም ማለት እዩ ብሌምለስ መንቅብ ኣልባ ምዃን ኣብ ቅድሚ ኣምላኽ ቅድሚ ሕጂ እውን ሓጢኣት ጌርካ ከም ዘይትፈልጥ ክትቑፀር ኮለኻ ኣምላኽ ባዕሉ ጻድቕ ንጹህ ኣበር ኣልባ ክብለካ ኮሎ እዚ ጽድቂ ይበሃል ኣምላኽ በይዘወይ ሕጂ ክርእየና ከሎ ከም ሓደሽቲ ፍጥረት ቅድሚ ሕጂ ተሰሪሕና ከም ዘይነበርና እዩ ዝቆጽረና ንዓኻ ብኣዳም ኣይፈልጠካን እዩ ኣምላኽ ሕጂ ንዓኻ ኣምላኽ እቲ ሓጢኣት ተጨማለቐ እቲ ሓጢኣት ዝገበረ እቲ ዝሰረቐ እቲ ዝቐተለ እቲ ዝዘሞ ኣይኮነን ዝርእየካ ንዓኻ ዝርእየካ እቲ ጻድቕ እቲ ቅዱስ እቲ ብፁዕ ይድርየካ ሄሎ ንምንታይ ጸዲቕና ኢና ካብ ብዙሕ ዓበሳ ጸዲቕና እዚ ማለት ካብ ብዙሕ ዓበሳ ሄሎ ካብ ብዙሕ ዓበሳ ጸሪና ተቐዲስና ነጽሄና ፒው ኮይና ኣብ ቅድሚ ኣምላኽ ብሌምለስ ኮይና መንቅብ ኣልባ ኮይና ሕጂ ብዘይ ብዘይ ብዘይ ነቐፋ ብዘይ ኩኔኔ ብዘይ ናይ ፍርዲ ስምዒት ብዘይ ናይ ውድቀት ስምዒት ኣብ ቅድሚ ኣምላኽ ክትቐውም ኣለካ በዚ ጽድቂ እዚ ማለት እዩ ኣምላኽ ከምኡ ስለ እዩ ዝርእየካ ኣምላኽ እቲ ናቱ ጽድቂ ይድሪ እቲ ብክርስቶስ ዝተዋሃበካ ጽድቂ ይድሪ እቲ ብክርስቶስ ዝተዋሃበካ ጸጋ ይዝሪ ስለዚ ብዘይ ሕፍረት ብዘይ ምሽምቓቕ ኣብ ቅድሚ ኣምላኽ ደው ክትብላ ኣለካ ማለት እዩ እስኻ ጻድቕ ኢኻ እስኺ ጻድቕ ኢኺ እዚ ጽድቂ ከኣ ናይ መን ጽድቂ እዩ? ናይ ኣምላኽ ጽድቂ። ኣምላኽ ሕጂ ኣብ ሰማይ ጻድቕ ሓጢኣት እውን ፈጺሙ ገይሩ ከም ዘይፈልጥ ጻድቕ ዝኾነ ንሕና ከምኡ ኢና። ንሕና ጻድቃን ኢና፣ ፍጹም ጻድቃን ኢና፣ መንቅብ ኣልባ ኢና። ኤፌሶን እንታይ ድዩ ዝብል ኤፌሶን ሓደ ፍቕዲ ኣርባዕተ ኣብ ቅድሚኡ ቅዱሳንን እንታይ እንታይ እንታይ እንታይ እንታይ ቅዱሳንን መንቅብ ዘይብሎምን ምእንቲ ክንከውን ቅድሚ ምስራት ዓለም ሓርየና ኢልካ ነዚ ናይ ሎምሲ ነዚ ሕጂ ዘለኻዮ ተሓሪኻ ነርካ ተመሪጽካ ነርካ መኣስ ከይተፈጠርካ ኮለኻ ዓለም ከይተጀመረት ምድሪ ከይተሰረተት ሰማይ ከይተዘርግሐ ኣዳም ውን ከይተፈጠረ ኮሎ ኣምላኽ ኣቐዲሙ ብክርስቶስ መዲቡካ ነይሩ ዓቂድካ ነይሩ እቲ ዕቅድ እንታይ እዩ ኢን ክራይስት ጻድቕ ቅዱስ ብፁዕ ኣበር ኣልባ ነቐፋ ኣልባ ኮንካ ክትቐውም መዲቡካ ነይሩ ሕጂ እስኻ ይመስለካ ኣሎ ሕጂ እስኻ ዳስዋ ኢና ሕጂ ደጋጊምና ርእስኻ ብክርስቶስ ረኣያ ንብል በቲ እተሰርሐ ስራሕ ረኣያ ርእስኻ በቲ እተሰርሐ ጽድቂ ረኣዮ ርእስኻ ንሕና ጻድቃን መታን ክንከውን ነቲ ሓጢኣት ዘይፈለጠ ወዲ ኣብ ክንዳና ሕዘኒ ሕጂ ክርስቶስ ጻድቕ ድዩ ፖይንት ክርስቶስ ጻድቕ ድዩ እወ እንተኾይኑ መልስኻ እሞ ክርስቶስ ሓጢኣት ኮይኑ ዶ ኣይኮነን? እወ እሞ ክርስቶስ ሓጢኣት እንተኮይኑ ንምንታይ ኮይኑ? ንምንታይ ክርስቶስ ሓጢኣት ኮይኑ? እስኻ ጻድቕ ክትኸውን እውን ኣይኮነን። እስኻ እንታይ ክትኸውን ከይትርስዓታ ጽድቂ ኣምላኽ ትብል። ምክንያቱም ንሕና ጻድቃን ኣይኮናን ኮይና ንሕና ጽድቂ ኣምላኽ ኢና ኮይና። ምክንያቱም ጻድቕ ሎጥ እንኳን ጻድቕ ኮይኑ እዩ ሎጥ ጻድቕ ነይሩ። ለው ብውሽጡ ሓጥእ ብደጊኡ ጻድቕ። ኖህ ጻድቕ ነይሩ። ብውሽጡ ሓጥእ ብደጊኡ ጻድቕ። ሙሴ ጻድቕ ነይሩ። እንታይ ዓይነት ጽድቂ እዩ? ራ ከምዚ ዓይነት ጽድቂ ኣይኮነን ንሕና ተቐቢልና ዘለና። እሳቶም ናይ ኣዳም ባህሪ ባህሪ ሓጢኣት ነይሮም፣ ንሕና ግን ሓደሽቲ ፍጥረት ኒው ክሬሽን ማለት ማለት እንታይ ማለት ሓድሽ ሓድሽ ፍጥረት ማለት እንታይ ማለት እዩ? ሓድሽ ማለት እኮ ቅድሚ ሕጂ ኣይነበረን ማለት እኮ እዩ። ቅድሚ ሕጂስ ሓድሽ ፍጥረት ኢኻ እንተተባሂልካ ቅድሚ ሕጂ ኣይነበርካን ንስኻ እዚ ሕጂ ዘለኻ ንስኻ ቅድሚ ሕጂ ኣይነበርካን። ቅድሚ ሕጂ ዝነበርካ ሓጢ እዩ። ሕጂ ግን ሓድሽ ፍጥረት ኢኻ። ማንም ብክርስቶስ እንተልዩ እሱ እንታይ እዩ? እሱ እንታይ ሂዝ ኒው ክሬሽን እኮ እዩ ዝብል ሂዝ ኒው ክሬሽን እሱ ሓድሽ ፍጥረት እዩ። ሓድሽ ፍጥረት እዩ ማለት ቅድሚ ሕጂ ኣይነበረን። ብራንድ ኒው ማለት ብራንድ ኒው ዊ ኣር ኤ ብራንድ ኒው ሃሌሉያ። ሓደሽቲ ፍጥረት ሓደሽቲ ተፈጥሮ ቅድሚ ሕጂ ኣይነበርና። ቅድሚ ክርስቶስ ዝነበርና ካልእ እሱ እሱ ምውት እዩ ነይሩ፣ እሱ ሓጢ ነይሩ፣ እሱ በቃ ካልእ እሱ እስኻ ሕጂ ካልእ ኢኻ ኮምፕሊትሊ ካል ኢኻ ማንነትካ ሕጂ እንታይ እዩ ጻድቕ ንውሽጥና ዩ ኣምላኽ ጻድቕ ጌሩ መንፈስና ጻድቕ እቲ ብሉይ ሓሊፉ ኢልካ እኮ ብሉይ ሓሊፉ ኦልሬዲ ፓስ ኮይኑ ብሉይ ኣይኮንካ ንስኻ ዝሓለፈ ኣይኮንካ ንስኻ ከም ኣዳም ኣይኮንካ ንስኻ እቲ ሓጥእ ኣይኮንካ ንስኻ እቲ ንስኻ ትፈልጦ ኣይኮንካ ንስኻ ዩ ኣር ብራንድ ዩ ንስኻ ሓድሽ ፍጥረት ኢኻ ንስኻ እንታይ ኢኻ ሓድሽ ፍጥረት ሓድሽ ሓድሽ ሓድሽ ኣብ ግሪክ እንታይ ይብሎ ካይኖስ ካይኖስ ቅድሚ ሕጂ ጠቕላላ ዘይነበረ ሓድሽ ፍጥረት ካይኖስ ባሪ ካይኖስ

ስለዚ ሓድሽ ክትኸውን ከለኻ ሓጢኣት ዘይትፈል ሓጢኣት ኣይትፈልጥን እያ ሰዓት እሞ ትማሊ ዝገበርክዎ ኸ እሞ እቲ ብኣዳም ከለኹ ኸ ክርስቶስ ሓድሽ ገይረካ ንዕኡ ቀቲሉ ነቲ ሓጢኣት ካባኻ ኣልዩ ነቲ ሓጢኣት ካባኻ ጸሪጉ ነቲ ሓጢኣት ካባኻ ቀንጢጡ ሓድሽ ገይርካ ዩኣሬ ካይኖስ ስለዚ ሙሉእ ብምሉእ ንሕና እንታይ ኢና ጽድቂ ኣምላኽ ንሕና እንታይ ኢና ጽድቂ ኣምላኽ ዊ ኣር ደ ራይቸስ ኦፍ ጋድ ሃዋርያ ጳውሎስ ደጋጊሙ ድዛረቦ እንታይ ድብል ንሕና ጽድቂ ኣምላኽ ኢና ንሕና እንታይ ኢና ጽድቂ ኣምላኽ ጽድቂ ገዛ ርእሶም ክተኽሉ ክብሉ ኣብ ትሕቲ ጽድቂ ኣምላኽ ርእሶም ኣየግዝኡን ሕጂ ብዚ ኣብዚኣ ሕጂ ርእስኻ ክተግዛእ ኣለካ ማለት እዩ ኣብ ትሕቲ ጽድቂ ኣምላኽ ርእስኻ ክትግዛእ ኣለካ ብጸጋ ብስራሕ ክርስቶስ ብጻዕሪ ክርስቶስ ብግብሪ ክርስቶስ ብምእዛዝ ክርስቶስ ዝመጽእ ጽድቂ ኣምላኽ ኣብ ትሕቲኡ ርእስኻ ክትግዛእ ኣለካ ማለት እዩ ኣብ ትሕቲኡ ርእስኻ ክትግዛእ ኣለካ እስራኤላውያን ርኢኻ ኣለኻ ጽድቂ ገዛእ ርእሶም ክተኽሉ ብኸመይ ጽድቂ ገዛእ ርእስኻ ትከል ሕጊ ብምሕላው ሕጊ ብምግባር ብጻዕሪ ብሓርኮትኮት ብናይ ሰብ ስራሕ ብናይ ሰብ ምእዛዝ ጽድቂ ገዛእ ርእስኻ ይትከል ጽድቂ ኣምላኽ ኣብ ልዕሊኻ ክትከል ግን ኣብ ትሕቲ ጽድቂ ኣምላኽ ርእስኻ ትሕት ብምባል ኣብ ትሕቲ ጽድቂ ኣምላኽ ርእስኻ ሳሚት ብምግባር ሄሎ ሜላሃዶስ ይፕራንያክ ስለዚ እዚ ጽድቂ ኣምላኽ ብኸመይ ዝመጽእ ብተግባርና ዘይኮነ ብባህሪና ዘይኮነ ብስራሕና ዘይኮነ ብስራሕ ክርስቶስ ብስራሕ ክርስቶስ እዩ ዝመጽእ ብስራሕ ክርስቶስ እዩ ዝመጽእ ብስራሕ ክርስቶስ እዩ ትመጽእ ሪኹሞ ዶ እንታይ ትመጽእ ካብ ብዙሕ ሓበሳ ንምጽዳቕ መዛዕቲ ዓንተ ወይ ዝገደፍ ናይ ማለት ካብ 17 ሞት ብኣበሳ እቲ ሓደ በቲ ሓደ ካብ ገዝአ ሞት ብመንገዝ እዩ ብኣበሳ እቲ ሓደ እቲ ሓደ ሓደ ሓደ ሓደ እንዳበለ ዝዛረቦ ዘሎ መን እዩ ኣዳም እዩ እቲ ሓደ ዝብሎ ከዓነ ክርስቶስ እዩ ሞት ሞት ብኣበሳ እቲ ሓደ በቲ ሓደ ካብ ገዝአ እቶም ትርፊ ጸጋን ውህበትን እቲ ትርፊ ጸጋን ውህበትን ጽድቅን ተቐበሉ ጽድቂ ተቐበሉ ጽድቂ ተቐቢልና ኣለና ከዓ በቲ ሓደ የሱስ ክርስቶስ ኣብ ህይወት ኣዝዩ ብዙሕ ክገዝዮም 19 እምበኣር እሲ እቶም ብዙሓት በቲ ዘይምእዛዝ ሓደ ሰብኣይ ብዘይምእዛዝ ሓደ ሰብኣይ ሓጥዓን ከም ዝኾኑ እንታይ ከም ዝኾኑ ሓጥዓን ከም ዝኾኑ እዚ ማለት ብግሪክ እንታይ ብሎ ሓማርቲያሎስ

ኣብዚ ሕጂ ስራሕና ድበሃል የለን፣ ተግባርና ባህሪና ድበሃል የለን። ሄሎ ብኣዳም ብናይ ኣዳም ዘይምእዛዝ ሓማርትያሎስ ከም ዝኾንና ሓማርትያሎስ ከም ዝኾንና ብናይ ክርስቶስ ምእዛዝ ሲንፉል ብኣዳም ሲንፉል ከም ዝኾንና ማለት እየ ብናይ ክርስቶስ ምእዛዝ ብዙሓት ጻድቃን ክኾኑ እዮም ሜለለለ ኣታ ክንደይ ጥዕማታ I am, I am, I am the righteous of God. ጸላኢ ስማዕ እስከ ኮም በሎ በጃኹም ማይንድኹም እሲ እዚ ክሰማዕ ኣሎ ክንደይ ግዜ ከሲስናዮ እንዲና ኣነ ሓጥየ ኣነ ርጉሜ ኣነ ቆርቋሳየ ኣነ ሓልፈለይን ኣነ ድኻ ኣነ ምዉት ኣነ ሓጠ ኣነ ሓጠ ኢልና እንዲና

ከምቲ ብሓንቲ ኣበሳ ሄሎ ከምቲ ብሓንቲ ኣበ እዚ ትደልዩ እንተኾይንኩም ሮሚ ሓሙሽተ ዓሰርተ ሸውዓተ እዩ ደንበልኩም ዘለኹ ሮሚ ሓሙሽተ ኩላ ምቦ እዚኹም ትረኽቡ እዚ ዝብሎ ዘለኹ እዚኹም ትረኽቡ እንታይ ድብለል ጽድቂ ብኸምኡ ንዓና እዩ ብኸምኡ እምበር ንኣምላኽ ብኸምኡ ኣይኮነን እየ ድብለኩም ዘለኹ ንዓና ብዘይ ስራሕ ተዋሂብና ንክርስቶስ ግን ክሳዕ ሲኦል ኣውሪድዎ እዩ። ንዓና ብዘይ ጻዕሪ ተዋሂብና ክርስቶስ ግን ጽዒርሉ እዩ። ንዓና ወላ ሓንቲ ከይከፈልና ተዋሂ ክርስቶስ ግን ከፊልሉ ደም ከፊልሉ ህይወት ከፊልሉ እየ ዝብለኩም ዘለኹ ብሓንቲ ኣበሳ ሓንቲ ኣበሳ ይንቲ ኣታ ኣዳም ዝበልዓ ፍረ ማለት እዩ እሳ ሓንቲ ኣበሳ ኣበሳ ናብ ኩሉ ሰብ ኩነኔ ዝመፀ ከምኡ ድማ ከምኡ ከምኡ ድማ ብሓንቲ ግብሪ ፅድቂ የሱስ ግብሪ ፅድቂ ሰሪሑ ኣብ መስቀል እንታይ ሰሪሑ እንታይ ሰሪሑ ግብሪ ናይ ፅድቂ ሰሪሑ ሰሪሑልና ንዓና የሱስ ንርእሶ ኣይስራሕን የሱስ ንርእሱ ይሰ እዚ ሓድሽ ኪዳን ሓድሽ ኪዳን ጸዲቕካ ተቐዲስካ ብርሃን ኮንካ ውሉድ ኣምላኽ ኮንካ ኣብ የማን ኣምላኽ ተቐሚጥካ ስራሕኻ ሙሉእ ብምሉእ ተሰሪሑ ካብዚ ይጅምር ሓድሽ ኪዳን ለው ሓድሽ ኪዳን ካብ ጸዲቕካ ይጅምር በቃ ጸዲቕካ ኢኻ ጻድቕ ኢኻ ብኸመይ ጸዲቐ ብግብሪ የሱስ፣ ብስራሕ የሱስ፣ ብጻዕሪ የሱስ፣ ብዋጋ ምኽፋል የሱስ፣ ብደም የሱስ፣ ብመከራ የሱስ፣ ኦኬ ብሞት የሱስ። ሃሌሉያ! ኣይ ኣም ራይቸስ ኣነ ጻድቕ እየ ብግብሪ የሱስ ጻድቕ እየ ኣነ ጻድቕ እየ እዚ ጽድቂ ድማ ከም ታራ ኣይርዮን እየ ነዚ ጽድቂ ከም ታራ ኣይርዮን እየ ብሽም የሱስ ከም ዘይተቐበልኩ ኣይመላለስን እየ ድሕሪ ደጊም ኣብ ሓጢኣት ኣይመላለስን እዩ ድሕሪ ደጊም ኣብ ድኻም ኣይመላለስን እዩ ድሕሪ ደጊም ኣብ ጸለማት ኣይመላለስን እዩ ድሕሪ ደጊም ኣብ ናይ ሰይጣን ህይወት ኣይመላለስን እዩ ኣነ ጽድቂ ኣምላኽ እየ ኣቦይ ጻድቕ ከም ዝኾነ ኣነ ድማ ጻድቕ እየ ኣቦይ ብርቱዕ ከም ዝኾነ ኣነ ድማ ብርቱዕ እየ ኣቦይ ሓያል ከም ዝኾነ ኣነ ድማ ሓያል እየ ኣቦይ መንግስቲ ኣምላኽ ከም ዘመሓድር ኣነ ድማ ናቱ መንግስቲ እየ ሃለሉያ ብምንም ተኣምር ድሕሪ ደጊም ኣባይ ሓጢኣት ኣይረእን እዩ ኣባይ ወልፊ ኣይረእን እዩ ኣባይ ደኻመ ይረእን ኢልካ ኣውጅ ሃለሉያ ያ ንፅድቂ ተኸፊልዎ እዩ ብሩኻት ኣነ ጻድቕ ፍጹም ጻድቕ ፍጹም ጻድቕ ፍጹም ቅዱስ ክኸውን የሱስ ከም ፍጹም ርኹስ ከም ፍጹም ሓጥእ ተቖጺሩለይ ተቖጺሩለይ ስለዚ ኣነ ካብ ሕጂ ብሓጢኣት ኣይመላለስን እየ፣ ካብ ሕጂ ብድኻም ኣይመላለስን እየ፣ ካብ ሕጂ ብውድቀት ኣይመላለስን እየ፣ ካብ ሕጂ ብኣበሳ ኣይመላለስን እየ፣ ከም ታራ ነገር ኣይርእዮን እየ፣ ሃለሉያ፣ ከም ዓሻ ተኸፊልለይ እሞ ድሌተይ ይግበር ኣይብልን እየ ኣይብልን እየ። ንዋጋ የሱስ ክርስቶስ ኮንቱ ኣይገብሮን እየ። ንጻዕሪ የሱስ ክርስቶስ ኮንቱ ኣይገብሮን እየ። ንድኻም የሱስ ክርስቶስ ኮንቱ ኣይገብሮን እየ። ኣይገብሮን እየ ብሩኻት፣ ኣይገብሮን እየ ኢልኩም ኣውጅ። ኣይገብሮን እየ፣ ኣይገብሮን እየ፣ ኣይገብሮን እየ፣ ተኸፊልለይ እዩ። ሕጂ እቲ ፍልልዩ ርኢኹሞ ጸጋ ከጽድቕ መጽዩ ክርስቶስ ከጽድቕ መጽዩ ክርስቶስ ጽድቁ ከካፍለና መጽዩ ክርስቶስ ጽድቁ ክህበና መጽዩ ከምቲ ኣምላኽ ጻድቕ ዝኾነ ከምኡ ኸዓ ንዓና ከጽድቐና መጽዩ ሕጊ ከዓኒ ጻድቃን ከም ዘይምዃንና ሓጥኣን ምዃንና ውዱቓት ምዃንና ኦኬ ወድሓነ ከም ዘድልየና ክርስቶስ ከም ዘድልየና ፈጺምና እውን ኣብ ቅድሚ ኣምላኽ ክንጸድቕ ከም ዘይንኽእል ከፍልጠና መጽዩ ከፍልጠና መጽዩ ሕጊ ሓጢኣት እዩ ተፍልጥ ሕጊ ሓይሊ ሓጢኣት ሕጊ ጉልበት ናይ ሓጢኣት ሕጊ ንሓጢኣት ኤምፓወር ዝገብር ሓይሊ ሕጊ ምስትያት ሕጊ ላቦራቶሪ ብሕጊ ኣብ ቅድሚ ኣምላኽ ዝጸድቕ የለዎን ብክርስቶስ ግና ይጸድቕ ብክርስቶስ ጽድቂ ኣምላኽ ይረክብ ብክርስቶስ ከምቲ ኣምላኽ ጻድቕ ዝኾነ ከምኡ ድማ ኣብዚ ምድሪ ጻድቕ ይኸውን ክብሪ ንኣምላኽ ይኹን ኣብዛ ክንውድእ ኢና ሻድሻይ ክፋል ፅባሕ ክንቕፅሎ ኢና ስለዚ ተኸታተሉ ኣይተብኩሩ ብኩራት ኣይፍቀድን እሺ ላኽ ይባርኩም ሸሎም